ሰላም ተኻታተልቲ ዓውዲ መሪሕነት መደብ ናይ ሎምዓንቲ ሒዘልኩም መጽየ ዘለኹ ሕጽር ዝበለት መልእኽቲ ድማ ናይ ሓደ ብሉጽ መራሒ መለለዪ ባህሪኡ ዝሕሉ ውህበቱ ከኣ ዘማዕብል ዝብል ሓሳብ ክህልዎ እዩ ክልተ ኣገደስቲ ናይ ሓደ ብሉጽ መራሒ ዘለዎ ውህበትን ዝኾኖ ባህሪን እዩ ከምዚ ቅድሚ ምባለይ ዝሓለፈ እዋን መሪሕነት ዝብል መሪሕነት ዝጅምር ካብ ዝኾንካዮ እምበር ካብ እትገብሮ ኣይኮነን ዝብል ሓሳብ ኣመሓላሊፈ ነይረ። ስለዚ እቲ ሎማዓንቲ ንሪኦ እቲ ዝኾንካዮ ዝብል ክልተ ገፅ ወይ ከዓ ክልተ ሓሳብ ኣለዎ። እቲ ዝኾንካዮ ባህሪ ከምኡ ከዓ እቲ ዘለካ ከዓ ውህበት ማለት እዩ። ቅድሚ ናብቲ ካልእ ሓሳብ ምእታወይ ባህሪ ማለት እንታይ ማለት እዩ? ኣብቲ ናይ ትግርኛና ቁሩብ ክብድ ኢሉ ኣሎ። ኣብቲ ኣገላልጻ መንነት፣ ጠባይ፣ ገለ ዝብል ሓሳባት ኣሎ። ኣብቲ ናይ እንግሊዘኛ ክንሪኦ ከለና ግና እቲ ቃል መበቆሉ ዝመጸ እቲ ባህሪ ዊን ከኣ ካራክተር ዝብል ቃል ግን ካብ ሓደ መሳርሒ ዊን ከኣ መጽረቢ ዝመጸ ቃል እዩ ዘለዎ ማለት ስለዚ ተቐሪጽና ዝዓበናሉ ዝተረዳእናዮ ናትና ኢልና ዝሓዝናዮ ዘሎና ክብርታት ዘሎና ኤቲካዊ ዝኾነ ኣተሓሳስባን ኣረኣእያን ዘለና ብልጫታት ኣብ ዘሎና መትከላት መሰረታዊ ሕጊ ዊንከኣ ዘሎና Principles ሕግ ኣገባብ ካልእን ጠመተን ዘጠቓለለ እዩ ባህሪ ማለት እዩ ስለዚ እንታይ ብሎ ኣነ ንስኻ ባህሪኻ ኢኻ ባህሪኻ ድማ ንስኻ ኢኻ ኣይፈላለን እዩ ማለት ስለዚ ናትካ መንነት መግለጺ እዩ ባህሪ ብሕጽር ዝበለ ኣዘራርባ ስለዚ ባህሪ እትሕልዎ ነገር እዩ ምባለይ ገለ ሓሳብ ክጠቅስ እየ። ንጉስ ሰሎምን ከምዚ ኢሉ ኣሎ፣ ሕያውነትን ሓቅን ካባኻ ኣይፈለያ፣ ኣብ ክሳድካ እሰረን፣ ኣብ ጽላት ልብኻ እውን ጽሓፈን፣ ሽዑ ኣብ ቅድሚ ኣምላኽን ሰብን መጐስን ጽቡቕ ልቦናን ክትረክብ ኢኻ። ኣብ ካልእ ከኣ እንታይ ኢሉ ኣሎ? ንሓቂ ዓድጋ እሞ ኣይትሽጣ፣ ንጥበብን ተግሳጽን ኣእምሮን ከኣ። ስለዚ ኣብዚ ሓልዎ ኢሉ ኣሎ። ሓቂ ኸኣ ኣይትሽጣ ኢሉ ኣሎ። ስለዚ እትሕልዎ ነገር እዩ። ማለት ኣብ ሂወት like ሓደ ብሉጽ መራሒ ክመርሕ ከሎ ንዘለዎ ባህሪ ኣብ ዋጋ ዕዳጋ ዘእቱ ነገር ብዙሕ ስለ ዘጋጥሞ ቀጥ ኣቢሉ ክሕልዎ ዘለዎ ተውህቡ ዘይኮነስ ብዝያዳ ብቀዳምነት ዘለዎ ባህሪ እዩ ማለት እዩ ስለዚ ባህሪ ክንብል ከለና ከዓኒ ኣብዚ ክንገልጾ ቅርብትለይ ምሳኻ ዝዓበየ ካብ ዘለውኻ ወይ ዘዕበዩኻ ቤተሰብ ካብ ጎረባብትኻ ካብ ቤት ትምህርቲ ካብ ዝተፈላለየ ነገር እተጥርዮም ልማዳት ዘጠቓለለ ኢዩ። ስለዚ ኣብ ገለ እዋን ናይ ሓደ ሰብ ጽቡቕ ባህሪ ክህልዎ ይኽእል ኢዩ፣ እቲ ዝነበሮ ቦታ ውይንከኣ ኩነት ንዕኡ ጽቡቕ ገይሩ ዕድል ሂብዎ ክኾን ይኽእል ኢዩ፣ ንገሊኡ ከኣ በቲ ኣሉታዊ ነገር ከኣ ጸሊውዎ ክኾን ይኽእል ኢዩ። ስለዚ በቲ ብሕማቕ ዝዓበየ ውይንከኣ ብሕማቕ ዝተጸልወ ግን ባህሪኡ ኣይልውጥን ውይንከኣ ኣይቅየርን ማለት ኣይኮነን። ጻዕሪ ይሓትት። ግን ክልወጥ ይኽእል እዩ ዊን ከኣ ባህርዩ ክቕይር ይኽእል እዩ ሰብ እቲ ዘለዎ ኣሉታዊ ባህሪ ክልውጦ ይኽእል እዩ ከምዚኣና ከኣ እምበኣር ውበት ከማለት እንታይ ማለት እዩ ዊን ከኣ ተውህቦ ዝብል ኣብ ናይ ትግርኛ መዝገበ ቃላት እንታይ ኢልዎ ኣሎ ብተፈጥሮ ዝዕደል ክብ ዝበለ ባህሪ ወይ ክእለት ኢልዎ ኣሎ ስለዚ ምሳኻ ተደኪኑ ዝመጽእ ነገር ፍሉይ ዝኾነ ክእለት ተውህቦ ይበሃል ከምዚ ኢልና እምበኣር ናብታ ተውህቦ ዝብል ሓሳብ ክንገልጽ ብሉጽ መራሒ ተውህቡ ጽቡቅ ጌሩ ዝፈልጥ እዩ ማለት እዩ ነቲ ዘሎ ተህቦ ጽቡቅ ጌሩ ዝፈልጥ እዩ በቲ ውበቱ ከኣስ ከመይ ጌሩ ከም ዝዓብን ከመይ ጌሩ ከኣ ንካልኦት ከም ዘገልግልን ከም ዝመርሕን ከም ዘፍርን ከኣ ይፈልጥ እዩ ንጉስ ሶሎሞን እንታይ ኢሉ ኣሎ ንሰብ ውህበቱ መገዲ የርሕበሉ ናብ ዓበይቲ ከኣ የእትዎ ስለዚ ውህበት መገዲ ይኸፍት ዕድል ይህበካ ብትግርኛና ውበት ዝብል ቃል ምስቲ ውበት ዝብል ናይ ኣምሓርኛ ዝዛመድ እዩ። እቲ ውበት ዝብል ከኣ ብትግርኛ እውን ዝውቱር ቃል ምዃኑ ኣብ ጽሑፋት ንረኽቦ ኢና። መልክዕ ማለት እዩ። ስለዚ ናይ ምስሓብ ተኽእሎ ኣለዎ። ስለዚ ሓደ ሰብ እቲ ዘለዎ ውህበት ልክዕ ከምቲ ሳእኒ ወይ ከዓ ጫማ ምስ ዝገበርካዮ ልክዕ እካ ኮይኑ ዝገጥመካ ውህበት ከዓ ከምኡ ዝልለ ነገር እዩ ዝብሎ ዘሎ። ስለዚ ዝተፈላለየ ሓደ ዓይነት ጫማ ሓደ ዓይነት ክዳን ንኹሉ ሰብ የመልክዓሉ ማለት ኣይኮነን ንገሊኡ ምስ ገበሮ ጽቡቅ ከመልኩዓሉ ይኽእል ንገሊኡ ከኣ ከይመልክዓሉ ይኽእል እዩ ስለዚ እቲ ናይ ብሓቂ ውህበቱ ዝኾነ ሰብ ግን ይገጥሞሞኒ ንኻልእ ከኣ ሰሓቢ ዊን ከኣ ማራኺ እዩ ዝገብሮ ስለዚ ሓደ ብሉጽ መራሒ በቲ ዘለዎ ውህበት ብሉጽ ኮይኑ ንኽርከብ ከኣኒ ይዓይ ዊን ከኣ ይሰርሕ ንጉስ ሶሎምን እንታይ ኢሉ ኣሎ? ኣብ ዕዩ ፈጣን ዝዀነ ሰብ ዶ ርኢኻ ትፈልጥ? ንሱ ኣብ ቅድሚ ነገስታት እዩ ዚቐውም፣ ኣብ ቅድሚ ታሕተዎት ሰባት ኣይቀውምን። እንታይ? ብጻዕሪ በቲ ኪሰርሕ ምስ ጀመረ፣ እቲ ውበቱ እናዓበየን እናማዕበለን እናበለጸን ይመጽእ እሞ፣ ኣብ ክንዲ ንሱ እቲ ውበቱ ስራሕ ኪደልየሉ ዚደሊ ስኒ እቲ ሰብ ወይን ከኣ እቲ ብሉጽ መራሒ ባዕሉ ተጠላቢ ወይን ከኣ ተደላዪ ይኸውን ማለት እዩ። ስለዚ ውበት እተማዕብሎ ነገር እዩ፣ ባህሪ ግን እትሕልዎ ነገር እዩ። ምምዕባል ክንብል ከሎና ሕጂ ሓደ ሰብ ተውህቡ ምስ ፈለጠ፣ ሓደ ብሉጽ መራሒ ድማ ንዕኡ ዘድሊ ትምህርቲ፣ ስልጠና፣ መጽሓፍ ምንባብ፣ ሲዲ፣ ኣውድዮ ምስማዕ፣ ካብቶም ዝሓለፉ ተመክሮ ምቕሳም ወይን ከኣ ምምሃር ወይን ከኣ ምሕታት፣ መዕበይቲ ወይን ከኣ ሜንተርስ ምግባር፣ በቲ ዘለዎ ውህበት ከኣ ካብ ታሕቲ ብምጅማር፣ ብምስራሕ ወይን ከኣ ብምዕያይ ዘሎ ተውህቦ የዕብዮ ወይን ከኣ የማዕብሎ ማለት እዩ። ስለዚ እቲ ዝዓበየ ናይ ሓደ ብሉጽ መራሒ ብድሆ ውህበቱ ከማዕብል ዘይኮነስ ባህሪኡ ምሕላው እዩ። ምክንያቱ እቲ ውህበቱ ንኸማዕብል ኣብ ውሽጡ ተምስጣዊ ድርኺት ወይን ከኣ ፓሽን ኣሎ ማለት ባህራዊ እዩ ንኽማዕብሎ ሓይሊ ኣለዎ ተለዓዓልነት ኣለዎ ሞቲቬሽን ኣለዎ ባህሪ ግን ቀሊል ነገር ኣይኮነን። እዚ ዘበለሉ ምኽንያት ከኣ እንታይ እንተ ኢልና፣ ሓደ ሰብ ሓደ ብሉጽ መራሒ በቲ ዘሎ ተውህቦ ውበት ኢልና ኢልና መልክዕ ኢልና ኢልና ሰሓቢ ይገብሮ፣ ሰዓብቲ የብዝሕ፣ ሰሓቢ እዩ፣ ማራኺ እዩ፣ ግን በቲ ዝመጽእ ውርይነት ውይን ከኣ ህቡብነት ግን ንባህሪኡ ኣብ ዋጋ ዕዳጋ ዘእትዎ ነገር ብዙሕ ከጋጥሞ ይኽእል እዩ ማለት እዩ። ስለዚ እቲ ውበቱ ብዝዓብየሉን ብዝገነሉን ስሙ ከኣ ብዝወጽኣሉን መጠን ጥዑይ ባህሪ እንተደኣ ሃልይዎ ጽቡቕ ክቕጽል ይኽእል እዩ፣ እንተዘይኮነ ግና ክዕንቀፍ ይኽእል እዩ ማለት እዩ። ስለዚ ኣገዳሲ እዩ ባህሪ ማለት እዩ ምስቲ ውበት ማዕረ ማዕረ ክኸይድ ክስከሞ ክኽእል ኣለዎ ማለት እዩ። ካልእ ድማ ብሉጽ መራሒ ብዘለዎ ፍሉይ ተውህቦ ዕጉብ ስለ ዝኾነ ናይ ካልእ ኣይምነን ዊን ከኣ ኣይቀንእን እዩ ምኽንያቱ ከም ዘይተዋሃቦ ስለ ዝፈለጥ እቲ ካልእ ነገር እቲ ናቱ ግን ተዋሂብዎ ስለ ዝኾነ ኣብቲ ናቱ እዩ ዝጥምት እምበር ኣብቲ ናይ ካልእ ኣይጥምትን እዩ ስለዚ ኩሉ ግዜ ነታ ዛለዋታ ናቱ ተውህቡ ከማዕብላ እዩ ዝጽዕት ዊን ከኣ ዝጽዕር ማለት እዩ

ቀዳምነት ሂብካ ክትሰርሓሉ ኣለካ ከተማሓይሾ ኣለካ ከተዕርዮ ኣለካ ዘይተውህበካ ተኮይኑ ግን ኣይትገደሰሉ ኣብቲ ተውህቦ ኢካ ከኣ እትጽዕር እትጽዕት ዘይተዋሃበካ ነገር ግን ሓይልካ ክትበሉ የብልካ ቀዳምነት ክትበሉ የብልካን እዩ ዝብል ዘሎ ትክክል ሓሳብ ድማ እዩ ስለዚ ብሓፈሻ ሓደ መራሒ ኣብ ጽቡቅ እዋን ወይ ከዓ ምቹእ እዋን በቲ ዘሎ ተውህቦ ክዓቢ ወይ ከዓ ክስልጥን ምስ ጀመረ ዝፍተነሉ ባህሪ እዩ ማለት እዩ ውህበቱ ዝፍተን ግን ኣብ ግዜ ሽግር ውይንከ ኣብ ሓደ ናይ ገለ እዋን ብድሆታት ኮሎ እቲ ውህበቱስ መፍትሒ ከምጽእ ይክእል ድዩ እቲ ኩነታት ይፍትኖ ነቲ ውህበቱ ማለት እዩ ስለዚ ብሉጽ መራሒ ኮንካ ንክትቅጽል ጽቡቅ ዕዮካ ንክትዛዝም ባህሪኻ ኩሉ ግዜ ሓልዎ ኣብ ዋጋ ዕዳጋ ኣይተእትዎ ተጠላቢ ብሉጽ መራሕ ኮንካ ክትርከብ ድማ በቲ ዘለካ ተውህቦ ኣጸቢካ ስራሕ ጸዓረሉ ዕየየሉ እሞ ኣብ ክንዲ ሽዑ ትደሊ ተደላዪ ኣብ ክንዲ ትጠልብ ተጠላቢ ኮንካ ክትርከብ ኢኻ ማለት እዩ እዚ ይመስል ናይ ሎማዓንቲ ሕጽር ዝበለ መልእኽቲ ኣብቲ ዝመጽእ እዋን ዓውዲ መሪሕነት ክሳዕ ንራኸብ የቐንየለይ ሓውኹም ኣስመሮም እየ።